ኣይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ብዛዕባ ሳይለንት ኢንፍላሜሽን ክሮንሸ ኤንትስንዱንግን ከምጻልኩም ይደሊ እዚ ከኣ እንታይ ማለት እዩ ከምዚ ኣብ ነብስና ዘሎ ረኽስታት ክትብሎ ትኽእል ኢኻ እዚ ከኣ እቲ መናባብሮ ኣብ ወጻኢ ዘለና ኣብዚ ምዕቡል ሃገራት ዘለና የብዝሖ እዩ ክትብሎ ትኽእል ኢኻ እቲ መግቢ ድዩ እቲ ብዙሕ ዘይምንቅስቃስ ድዩ ብዙሕ ዘይከውን ዘይትታት ምብላዕ ኣብ መግቢ ዕሹግ መግቢ ምብላዕ ወይ ድማ እዚ ኦርጋኒክ መግቢ ዘይምህላው ብዙሕ ነገር እቲ ቅድሚ ሕጂ ሓደ ሓኪም እዚ ቬቢናር ዝገበሮ ነጊረኩም ነይረ እቲ ናቱ ዝፀሓፎ ከዓኒ ይሕፅር ኣቢሉ ብስእልታት ድዩ ገለ ብጀርመን እዩ ግን ኣብቲ ቴሌግራም ሓዲገልኩም ናቱ ሊንክ ከማን ኣብዚ ካልእ ቪድዮታት ኣለኩም እንድሕር ደሊኹም ብዝያዳ ናቱ ክትካታተልዎ እሱ ብዙሕ ብዛዕባኡ እዩ ዝዛረብ ብርከ እንታይ በሃሊ እዩ መብዛሕቱ ሕማማት ኣብዚ ምዕቡል ሃገራት ዘሎ እሱ እዩ ወሳኒ እቲ ሳይለንት ኢንፍላሜሽን እቲ ክሮኒሸ ኤንዝኑ እቲ ረኽሲ ኣብ ነብስና ዘሎ እዚ ኣውቶ ኢሙን ኤርካንኩንግን ከም በዓል ዲያቤትስ ድዩ ካልእ ከማን ወይ ናይ ልቢ ሄርትስ ኢንፋክት ኣቴሪዮስክለሮዝ፣ በዓል ሮይማ፣ እዚኢታት ኩሉ ከምቲ ዝበልኩም ከዓ ኣውቶኢሙን ኤርክራንኩንግን እሱኢታት ኩሉ ብሳይለንት ኢንፍላሜሽን ስለ ዝፍፀም እዩ እዩ ዝብል እቲ መበገሲኡስ እሱ እዩ። ሕጂ እንታይ ክንገብር ንኽእል? ብቐሊሉ ኩላትና ኣብ ገዛና ብሕሱር ከኣኒ ኣብ ዘዘለናዮ ወይ ናብ ዓዲ ከማን እንተሰዲድካዮ ከምኡ ፅቡቅ ይብሎ ማለት እዩ ብርከ እቲ ሰብ ኣብኡ ከማን እንድሕር ዝኾነ ፀገም ናይ ከምኡ ኣለዎ ረኽሲ ቀልጢፉ ዝሕግዝ ቅድሚ ሕጂ መን እያ ፍልጥቲ ብከምዚ እዚኣ ዶክተር ባበራ ኦኒል ትፈልጥዋ ትኾኑ ጓል ኣውስትራልያ ብዛዕባኡ ብብዝሒ ቀዳመይቲ እያ ነይራ ብዛዕባ እዚ ኣርእስቲ ዘምፀት ኣብዚ ሶሻል ሚድያ ብሰንኪ እሱ ከዓኒ ነቲ ሰብ ከምኡ ስለተማኽሮ እቲ ናታ ዶክተር ዲግሪ ከሲሶማ እቲኦም ፋርማ ኢንዱስትሪ ማለት እዩ ከም ዶክተር ክትብላ ኣይፍቀደላን እዩ ሕጂ ንኣብነት እያ በቲ ክሲ ግን ኣብዚ እዋን እዚ ከዓ ብብዝሒ ሰባት ከምኡ የምፅኡ እዮም ማለትስ ኣብ ዝኾነ ሶሻል ሚድያ ብዝኾነ ቋንቋ ትሪኦ ኢኻ ምናልባት ብትግርኛ ከማን ድሮ ከምዚ ቪድዮ ይህሉ ኣይፈለጥኒ ኣይረኣኹን ኣነ ግን ብዝተጋጋገሚ መገዲ ስለ ዝሰምዖ ክነግረኩም ይደሊ ማለት እዩ ንክትፍትንዎ ውጽኢቱ ከኣ ክትሪኡ ስለ ዘይጎድኣካ ኣይጎድኣካን እዩ እንድሕር ጌርካ እንድሕር ዘይገበርካዮ ከኣ ወላ ሓደ ምሽ ኣለኩም ከምዚ ወላ ሓደ ሳይድ ኤፌክት የብሉን ሳዕቤን የብሉን ከምዚ ሕጅስኒ ኣነ እዚ ሕክምና ግበሩ ኣይብለኩም እየ ዘለኹ ጥራይ ከምዚ ኣጋባብ ኣሎ ክብለኩም ይደሊ እቲ ወሰንቲ ከኣ ንስኻትኩም ኢኹም ማለት እዩ ግን ንብዙሕ ሕማማት እዩ ከማን ኣብ ገሊኡ ከማን ዝረኣኽዎ ገሊኦም እዚ ክፉእ ሕማም ዝሓመሙ ከም በዓል ካንሰር እሳቶም ከማን ዝወስድዎ ርኤ ኣለኹ ማለት ድማ ብናቶም ተመክሮ ዝተዛረብሉ እዝን እዝን ሓጊዝኒ በዓል ከምዚ እሱ ከማን ሓደ ካብቲ ዝሓገዞም እዩ ክትብሎ ትኽእል ኢኻ ቅድሚ ሕጂ ከምኡታት ርእ ኣለኹ ሶ ግን እቲ ፋርማ ኢንዳስትሪ ብርቱዕ ስለ ዝኾነ ኩሉ ቀሊል ኣይኮነን ብዛዕባ ከምዚ ኣርእስትታት ክትዛረብ ያ ሕጂ እኳ ተዘርጊሑ እንዲ ኩሉ ግን ከም በዓል ባርበራ ኦኒልስኒ ካብቲኤን ደፋራት ዝነበረት እያ ማለት እዩ ፐርከ እንድሕር ኩላትና ሓዊና ኩላትና ሕክምና ዘየድልየና ክሳራ እዩ ነቲኦም ፋርማ ኢንዳስትሪ ክትብሎ ትኽእል ኢኻ ካልእ ወላ ሓደ ማለተይስኒ ብሕሱር ዝኾነ ህዝቢ ንነብሱስ ብቁሩብ ገንዘብ ክሕግዛ ይኽእል እዩ ክትብሎ ትኽእል ኢኻ ብዝተፈላለየ ኣጋባብ ኣነ ከዓኒ እቲ ዝሰምዖ ዝሪኦ ወይ ዘንበብክዎ እየ ክነግረኩም ዝደሊ ሓጋዚ እንድሕር ባዕለይ ረኺበዮ ኣነ ንባዕለይ ከማንስኒ ክኣምነሉ ኣለኒ ሶ ዝፈተንክዎ ከዓ ብሓፂሩ ክትብሎ ትኽእል ኢኻ እቲ ኣነ ዘምፆ ማለት እዩ ኣብ ነብሰይ and ከም ዘይጎድእ ከኣ ምስ ኣራጋገጽኩ ክብሎ ይክእል ይደሊ ማለት እዩ ሕጂ እዚ ከኣ እንታይ እዩ ናትሮን ናትሮን እቲ ካብቲ ዝሓሰረ እዩ ኣብ ዝኾነ ክትረኽቦ ትኽእል ኢኻ ኣብ በዓል ኣልዲ ድዩ ዴኤም ሮስማን ኣብ ዝኾነ ሃገር ክትረኽቦ ትኽእል ኢኻ ቤኪንግ ሶዳ ኢልኩም ከኣ ኣብ ወጻኢ ጀርመን ዘለኹም ቤኪንግ ሶዳ ኢልኩም ትሓቱ ተጠንቀቑ ግን ቤኪንግ ፓውደር ኣይኮነን ብርከ ገሊኡ ሰብ ቤኪንግ ፓውደር ይመስሎ ዝበለጸ ከኣ ካይሳ ናትሮን ክልተ ቅርሺ ድያ ትሕቲ ክልተ ቅርሺ እያ እቲኣ ሓንቲ ማለት እዩ ሶ ክትፍትንዎ ይሕብረኩም ንምንታይ እዩ ዝሕግዝ ከኣ ክነግረኩም እየ ስለምንታይ ከ ዝሕግዘና ክነግረኩም ይደሊ ማለት እዩ ከምዚ ዝበልኩኹም ካብ ኩሉ እንድሕር ዝኾነ ኣውቶ ኢሙን ክስታይ ሕማማት ኣለካ ክትፍትኖ ትክእል ኢካ ከምኡ ከኣ ረክሲ ከም ዘለካ እንድሕር ትፈልጥ ኮንካ ወይ ከምኡ ምልክት እንድሕር ነብስካ የርእየካ ኣሎ ማለት እዩ ወይ ድማ እንድሕር ወላ ሓደ ዘይብልካ ከማን ክትፍትኖ ትክእል ኢካ ከም ሓደ ክዋ ንክልተ ሰሙን ምሻለኩም ሽዑ ቅያር ኣብ ነብስካ ትርኢ ተረዲኩምኒ ወይ ድማ እዚ ኣዕጽምትኻ እንድሕር ይሕመካ ኣሎ ብሓጺሩ እንታይ ዝገብር እንድሕር ኢልና ማይ ጌርና ኣብ ልቡጥ ማይ ዝበለጸ ዝውሑል ዘይኮነ ልቡጥ ያ ግን ዳርጋ ናብ ያ እቲ ናይ ገዛ ቴምፕሬቸር ማለት ማራ ውዑይ ከዓ ክኸውን የብሉን እሱ ንወስድ ማለት እዩ እንታይ ክንገብር ንኽእል ፍርቂ ብፍርቂ ንእሽተይ ማንካ ክንጅምሮ ንኽእል እንተበዝሐ ከዓኒ ክልተ ንእሽተይ ማንካ ወይ ድማ እንድሕር ደፋራት ኮይና ማለተይስ እንድሕር ዘይርብሸና ናብ ክሳብ ሓደ ዓቢ ማንካ ክንሰትዮ ንኽእል ኢና መዓልታዊ ናይ ንግሆ ምስ ማይ ጥራይ ዓሰርተ ኣርባዕተ መዓልቲ ትፍትኖ ሽዕኡ እቲ ውጽኢት ከኣ ትሪኦ እንድሕር ንኣብነት ሓደ ካብቲኦም ንግሆ ንግሆ ለሚን ምስ ማይ ትሰቲ ኮንካ ከማን ድሕሪኡ ከማን ጽንሕ ኢልካ ከኣ ከም ቀደምካ እቲ ለሚን ምስ ማይ ከማን ክትሰትዮ ትኽእል ኢኻ ብዙሓት ሰባት ስለ ከምኡ ዝገብሩ ንሱ ከማን ንባዕሉ ብዙሕ ነገር ስለ ዘስተኻኽለልካ ጽንሕ ኢልካ ከኣ እቲ ናይ ለሚን ምስ ማይ ክትሰትዮ ትኽእል ኢኻ ከምቲ ልምድኻ ማለት እዩ ዝበለጸ ናይ ንኮይኡ ምስ ተሳእኻ ቅድሚ ዝኾነ ካልእ ምስታይካ ብርከ ሽዕኡ እቲ መዓንጣኻ ቀልጢፉ ክትጥቀመሉ ይኽእል ን ኣብ ነብስኻ ክጥቀሞ ይኽእል ማለት እዩ እቲ ሓደ እሱ ዝገብሮ ከኣ እንታይ እዩ ነቲ ደምና የጽርዮ ክትብሎ ትኽእል ኢኻ ከም ሓደ ፊልተር ናይ ደምና ይሰርሕ ማለት እዩ። ናብ ባስሽ ይቕይሮ። ባስሽ ማለት ከኣ ናብ መሰረታዊ ዓይነት እቲ ደምና ይገብሮ። ብርከ ኣብዚ እዋን እዚ ኣብ ወጻኢ ዘለና ኣብዚ ምዕቡል ሃገራት ሳወር እዩ፣ acid፣ ዓይነት እዩ ኮይኑ ዘሎ እቲ ፈሳሲ ወይ እቲ ደምና ወይ እቲ ያህ እቲ ኖርማል ባስሽ ክኸውን ዝግብኦ ተረዲእኹምኒ ሕጂ ንኣብነት ኣብ ምንታይ ተስተብህሉ ናይ ንግሆ ክንትስእ ኮለና ከማን እቲ ናትና ሽንቲ ብጣዕሚ ዳርክ እዩ እንድሕር ኣስተብሂልኩም እያ መብዛሕትኡ ግዜ ከኣ እሱ ሳወር እዩ ሳወር ማለት ከኣ መጺጽ ማለት እዩ ኤሲድ ዓይነት እዩ ሕጂ እቲ ዝበለጸ ንነብስና ግን ባስሽ እንድሕር ኮይንና ኢና ከመይ ጌርካ ትፈልጦ ባሲሽ ድዩ ናተይ ወይ መጺጽ ድዩ ወይ ኖይትራል ድዩ እንድሕር ኢልካ ከኣ ሳዋር ክትብሎ ከለኻ ትሕቲ ሸውዓተ ፒኤች ዲግሪ ወይ ፒኤች ቪያት ፔሃ ቪያት ይበሃል ትሕቲ ሸውዓተ ክኸውን ኣለዎ ባሲሽ ከኣ ልዕሊ ሸውዓተ እንተኾይኑ ማለት እዩ ኖይትራል ክትብሎ ከለካ ከዓ ኣዝ ኖይትራል ኣዝ እንድዒ ግሉፅ ድዩ ዝበሃል ኣይ ዶንት ኖው ኖይትራል እንታይ ይበሃል ወይ እንታይ ኣንቢበ ኣብቲ ዲክሽነሪ ጭፅል ጭደል ወይ ጭደል ጭደል ጭደል ከዓ ኣብ ዲክሽነሪ ዝረኽብኩ ኣይ ዶንት ኖው ኖይትራል እንታይ ኢኹም ተተርጉሞ ኣብ ታሕቲ ፀሓፍዎ እሱ ሽዑኡ ሸውዓተ ማለት እዩ። ዝበለጸ ግን ባስሽ እንድሕር ኮይኑ እቲ ነብስና እቲ ፈሳሲ ናይ ነብስና እቲ ደምና ኩሉ ተረዲኹምኒ so ሽዑ ከኣ እዩ እቲ ዝበለጸ ናትና ኢሙን ሲስተም ዝሰርሕ ነቲ ኢሙን ሲስተም ናትና ስኒ ፖሲቲቭ ሬጉሌሽን ይገብሮ እዩ ጽቡቕ ይሕግዞ ማለት እዩ ፕርከ ብዙሕ ግዜ እዚ ኣውቶ ኢሙን ኤግካንኩንግን እቲ ናይ ኣውቶኢሙን ሕማማት ከም በዓል ሮይማ ድዩ በዓል ድያቤትስ ብዙሕ ግዜ እቲ ኢሙን ሲስተም ናትና ስለ ኣብቲ መሰረታዊ ስርሑ ስለ ዘየለ እዩ ስለ ኣክቲቭ ትሮፖ ኣክቲቭ ስለ ዝኾነ እዩ ስለ ካብቲ ክሰርሖ ዝግብኦ ስለ ዝሰርሕ እዩ ተረዲኹምኒ ንኣብነት እዚ ጻዕዳ ሕማም ከማን እሱ ከማን ኣውቶ ኢሙን ኤግካንኩንግ እዩ እንታይ ይገብር ነብስኻ እንድሕር ኢልካ እቲ ቆርበትካ፣ እቲ ጸሊም ጸሊም ናትና ፒግመንቲሩንግ፣ እቲ ሜላኒን ዘለና፣ ንዕኡ ይበልዖ ኣሎ ማለት እዩ። ከም ጸላኢ ዲደክት፣ ዲተክት፣ ይገብሮ። ከም ጸላኢ ይመስሎ። እቲ ቆርበትካ ንባዕሉስ፣ እቲ ሕብሪ ቆርበትካ፣ እቲ ናትካ ኢሙን ሲስተም ባዕሉ ይበልዖ። ኣሎራ ትሮፖ ኣክቲቭ ኮይኑ ኣሎ ማለት እዩ። ጌጋ ስራሕ ይሰርሕ ኣሎ። እቲ ናትካ መካላኸሊ፣ ኣብ ክንዲ ሕማማት ዝካላኸል፣ ንነብስኻ ይከላኸሎ ኣሎ ተረዲኹምኒ so ብኸምኡ ኸኣ እቲ ሕብርኻ እንዳኸደ ጻዕዳ እዚ ጻዕዳ ሕማም ማለት እዩ ቪቲሊጎ ይበሃል ብላቲኑም so እቲ ጻዕዳ ሕም እቲ ሽዑ ጻዕዳ ጻዕዳ ክስታይ ይወጻካ ማለት እዩ እዚ ግን ናቱ ሕጂ ንበይኑ ከማን ክትፍትሹ ትኽእሉ ኢኹም እንታይ እንተበልዓኻ ይሓየሽ ገለ ወይ ገሊኡ ከማን ብስትሬስ ይመጽኡ ወይ እንታይ ዝበሃል ውርሻ ካብ ኣብ ገዛኻ እንድሕር ነይሩ ወይ ድማ ገሊኡ እንድሕር ጎዲልካ ክትበልዖ ዝግብኣካ ብመግቢ እትረኽቦ ስኢታት ኩሉ ነናቱ ክስታይ ኣለዎ ሕጂ ኩሉ ግዜ ከዓ እቲ እቲ ኢንፍላሜሽን እቲ ሽቲለ ሳይለንት ኢንፍላሜሽን Stille Entzündung ዝበሃል ብጀርመን እቲ ረኽሲ ኣብ ነብስና ዘሎ ብስትሬስ ከማን ክበዝሕ ይኽእል እዩ ተረዲእኹምኒ ስለዚ እንድሕር ቀጻሊ ስትሬስ ኣለካ መግብኻ ግን ኩሉ ጽቡቅ ኮይኑ ከማን ክመጻካ ይኽእል እዩ ስለዚ ዝተፈላለየ መኽንያታት ክህልዎ ይኽእል እዩ ግን መብዛሕቱ ህዝቢ ኣብ ደገ ዝነብር ወይ ኣብዚ ምዕቡል ሃገራት ኣለዎ ክትብል ትኽእል ኢኻ jeder dritte ja also ምሽ ኣለኩም So ሕጂ የዳ ትክት እንታይ ይበሃል ብትግርኛ ኣይ ዶንት ኖ ከምኡ እዩ ስታቲስቲክ ዝብል ሶ እንዳን ኣዚ ዳርጋ ኩላትና ማለት እዩ ምሽ ኣለኩም ሶ ሓደ ክንገብሮ ንኽእል ከዓ እንታይ እዩ እንድሕር ከምኡ ከም ዘለና ፈሊጥና ከዓ ኣገዳሲ ከዓ እዚ ሲንክ ኤንድ ቫይታሚን ሲ እዚአን ክልተ ብሓንሳብ ክትወስደን ትኽእል ኢኻ ሲንክ ኤንድ ቫይታሚን ሲ ኣገዳሲኡ ፐርከ ዝኾነ ነገር ሽዑኡ ቀልጢፉ ክሓውየልካ ብውሽጢ ንሕረኽ ዝለካ ወይ ጎዶሎ ቫይታሚን ሲ እንድሕር ኣለካ ከማን ሞር ክብርትዕ ይኽእል እዩ እቲ ረኽሲ ኣብ ነብስኻ ዘሎ ሕጂ ንኣብነት ብዙሕ ግዜ እዚ ደርቂ ስንኻ ደም ክወጽእ ይኽእል እዩ እንድሕር ከምዚ ረኽሲ ዓይነት ገይሩ ኣሎ ማለት እዩ እንድሕር ቫይታሚን ሲ ጎደሎ ኣለካ እዚ እታ ሽዕኡ ኦኬ ምልክት እዩ ንባዕሉ ሓደ ምልክት ክኸውን ይኽእል እዩ ካልእ ምኽንያት ክህልዎ ይኽእል እንድዩ ግን ብዙሕ ግዜ እቲ ድርቂ ስንኻ እንድሕር ደም ይወጽእ ኣሎ ቀጻሊ ቫይታሚን ሲ ጎደሎ ኣለካ ዝበለጸ ሽዑ ሲንክ ኤንድ ቫይታሚን ሲ እንተወሲድካ እዚ ከማን ኣብ ዝኾነ ትረኽቦ ኢኻ ወይ ኣብቲ ኣነ ሊንክ ዝሰደድኩልኩም ኣብ ቴሌግራም ኣላትኩም ኣብኡ ከማን ጽቡቕ ኣለዎም ኳሊቲ ዘለዎ ወይ ድማ ኣብ ዝኾነ ክትሓቱ ትኽእሉ ኢኹም ማለት እዩ ፈትሽዎ ኢኹም በቲኣ ናተይ ሊንክ እንድሕር ኣዚዝኩም ዝኾነ ህያብ ከባቢ ሰላሳ ቅርሺ ድዮም ገለ ክህቡኻ እዮም እንድሕር ብኦም ኣዚዝካ ያ እዚ ከማን ደስ ዝብለካ እዩ ከምኡ ግን ከዓ ናይ ቫይታሚን ዲ ኣምፀ ነይረ ቅድሚ ሕጂ ኣነ ኣገዳሲ እንድየ ዝብሎ ብናተይ ርእቶ እዩ እዚ ግን ሓኪም ኣይኮንኩን ኩሉ ግዜ ዝብለኩም ግን ቫይታሚን ዲ እንድሕር ጎደሎ ኣለካ ከማን ረኽሲ ኣብ ነብስኻ ዘሎ ክባዝ ያ ክብርትዕ ይኽእል እዩ ክበዝሕ ይኽእል እዩ ቫይታሚን ዲ ኣገዳሲ እዩ። ናት ዝኾነ ረኽሲ ወይ ቁስሊ ኣብ ነብስኻ ዘሎ ብደገ ድዩ ብውሽጢ ቀልጢፉ ክሓዊ ሓጋዚ እዩ። ድማ ኣብ ክረምቲ ከኣ ቫይታሚን ዲ ስኒ ጎደሎ እዩ ዘለና። ኖርማል ስኒ መብዛሕትና ጎደሎ እዩ ዘለና። ን ብሕልፊ ንሕና ጸለምቲ እቲ ናትና ቆርበት እቲ ጽልሚ እቲ ሜላኒን ብርቱዕ ስለ ዝኾነ ከም ፊልተር ስለ ዝኾነ እዚ ውሑድ ጸሓይ ካብ ወርሒ ትችዓተ ዘሎ ኣብዚ ዓዲ ኣይኣኽለናን እዩ። So ብኸምኡ ከኣ እዮም እንድሕር ኣስተብሂልኩም ንኣሽቱ ቆሎውዕ ክረምቲ ዝተወለዱ ቫይታሚን ዲ ኢሎም ታብለት ይህብዎም እዮም እዚ ከኒና ይህብዎም እዮም መታን እቲ ዕጽምቶም ያከይ ክስታይ ኣዚ ቫይታሚን ዲ ስለ ዘድልዮም ንብዙሕ ነገር እንድዩ ግን እቲ ክግብዙ ከለዉ ዕጽምቶም እል ብልክዕ ክግ ያ ክጉብዝ ወይ ክዓ እንታይ ዝብሃል ጎቦ ከይበቁል ጎቦ ከይበቁል ክትብሎ ትኽእል ኢኻ ግን ካልእ ከማን ቫይታሚን ዲስ ንዕጽምትኻ ጥራይ ኣይኮነን ኣብቲ ቪድዮ ብዝያዳ ረኣይዎ መሊሰ ኩሉ ክደጋግሞ ይደልን እየ ብዚ ሕጂ እቲ ቪድዮታት ከይነውሕ ካልእ ናይ ሓካይም ዘለዉ ከዓ ኣብዚ ሕብረተሰብና ናቶም ከማን ኣሎ መስለኒ ናይ ቫይታሚን ዲ ከምቲ ዝረኣኽዎ ቅድሚ ሕጂ እሱ ከዓ ፈትሽዎ ን እዚ ሕጂ ብቀሊሉ ንገብሮ ንኽእል ማለት እዩ and እቲ PH degree ክፈልጦ ደልየ ኣነ ልክዕ ናተይ እንድሕር ኢልካ ከኣ ሓቂ ሓይሽ ኣድላይ ኣይኮነን ኣነ ግን ቅድሚ ቅሩብ ዓመታት ነዊሕ ገሩ so ከምኡ ገዚኤ ነይረ just curious ስለ ዝነበርኩ ክፍትኖ ስለ ዝደለኹ እንታይ ክትገብር ትኽእል እቲ ብርክ እቲ ሕብሪ ናይ ሽንትኻስኒ ኩሉ ኩሉ ግዜ ልክዕ ኣይኮነን ከም ግምት እዩ እምበር ዝተፈላለየ ሕብሪ ዝተፈላለየ ዲግሪ ናይቲ ናይቲ ፒኤች ዲግሪ ክትብሎ ትኽእል ኢኻ ፒሃቭያት እያ ሸውዓተ ድዩ ትሕቲ ሸውዓተ ድዩ ወይ ልዕሊ ሸውዓተ ድዩ ዝብለካ ማለት እያ መፅፅ ድዩ መሰረታዊ ድዩ ኣዚ ባሲሽ ወይ ድማ ኖይትራል እዩ እዚ ባዕልኻ ግን ልክዕ ክትፈልጦ እንድሕደር ኢኻ ከምዚ ንኣሽቱ ኣብ ኣፖቴክ እየ ገዚኦ ብቲ ግዜ እቲ ግን ኣብ ዲኤም ሮስማን ከማን ይህልው ከምዚ ንኣሽቱ ሽትራይፍን ሽትራይፍን ኣለዋ ከምዚ ስትራይፕ ዝመስላ ከምዚ ወረቐት እየን ንኣሽቱ እቲኣ ወረቐት ሽዕኡ ከምዚ እንዳ ሓኪምት ዝገብርዎ ኣብ ሽንቲ ንግሆ ምስ ሸንካ ወይ ኣብ ዝኾነ ግዜ ኣብ ቀትሪ ከማን ክትፍትኖ ትኽእል ኢኻ እቲ ፍልልይ መታን ክትሪኦ ሽዑ እቲኣ ወረቐት ኣብኣ ትእትዋ ሽዑ እቲ ወረቐት እቲ ሕብሪ ናቱ ይቕየር እቲ ሕብሩ ናቱ ምስ ተቐየረ ትፈልጥ ኣበየናይ ዲግሪ ኣሎ ኣበየናይ ኣሎ ሸውዓተ ትሕቲ ሸውዓተ ድዩ ይነግረካ እያ እዚኣ ሕብሪ እንድሕር ኮይና ከምዚኣ እያ እቲኣ ሕብሪ እንድሕር ኮይና እዚ ማለት እዩ ኢሉ ይነግረካ ማለት እዩ እንድሕር ብዝያዳ ልክዕ ክትፈልጦ ደሊኻ ግን ኣገዳሲ ኣይኮነን ክሳብ ሕጂ ከማን ኣለኒ ሽዑ ኣብቲ ግዜ እቲ ቁሩብ ተጠቒመሉ ግን ኣድላይ ኣይኮነን እንድሕር እዚ ፈቲንካያ ክልተ ሰሙን ኣይጎድኣካን እዩ እንድሕር ቅያር እንታይ ትርኢ ኣብ ነብስኻ ጥራይ ተስተብህል ማለት እዩ ካልእ ክንገብሮ ንኽእል ከዓ ብጣዕሚ ፅቡቕ ዝኾነ ናትሮን ኣብ ባኞ ከምዚ ባኞ እንድሕር ኣለካ በጢልካ ክትድቅሰሉ ትኽእል ንዕጽምትኻ ድዩ ከምዚ ሪሌክስ እዩ ከማን ዝገብረካ ኣብ ባኞ ክስታይ ብኡ ባኞ ትሕጸብ ማለት እዩ ኣብኡ ግን ዝያዳ እዩ ዘድልየካ ክስታይ ክልተ ድዩ ሰለስተ ፈትሾሞኒ ከምዚ ፈትኖሞኒ እቲ ክንደይ እቲ ማይ ከም ዝኾነ ግን ወይ ኣብ ኢንተርነት ፈትሾ ክንደይ ዘድልየኒ ንሓደ ባኞ ወይ ድማ ብክልተ ዓቢ ማንካ ጌርካ ከኣ እግርኻ ጥራይ ኣብ ከምኡ እንድሕር እግርኻ ደኺሙ ርኢኻ ወይ ከቢድ ኮይኑ ተሰሚዕካ እግርኻ ከምኡ እንድሕር ጌርካ so ብማሙቕ ማይ ከኣ ዝበለጸ መታን ኣብቲ ክስታይካ ክኣቱ ማሙቕ ማይ ክኸውን ኣለዎ so ሽዑ ከመይ እቲ ፍልልይ ከኣ ትሪኦ ይጠቂምካ ድዩ ይጠቀመካን ወይ ድማ ሓንቲ ካልእ ከኣ ክትገብሮ ትክእል ከም ሓበሬታ እዩ እዚ ከማን ኩሉ እንድሕር ዝኮነ ዕጽምትካ እዚ መንኮብካ ድዩ ወይ እዚ እንታይ ዝበሃል እዚ ክንየ ክንየ እዚ እግርካ እንድሕር ዕጽምትካ የሕመካ ኣሎ ኣብቲ ዓጽምካ እንታይ ክትገብር ትክእል ሪትሲኑስ ኦል፣ Rizinus Öl፣ ገዚእኻ፣ ናትሮን ከኣ ምስኡ ክልተ ዓቢ ማንካ ድዩ ገለ ከምዚ ሓደ ወይ ዝያዳ ክንደይ ከም ዘድልየካ እቲ ኣበይ ኢኻ ክትገብሮ ትደሊ እዩ ወሳኒ ሽዕኡ እሱ እቲ ሪትሲኑስ ኦል፣ ናትሮን ከም ሓደ ፓስተ ትገብሮ ማለት እዩ ከምዚ ትቆምጥዖ ትቆምጥዖ ሽዕኡ ኣብኡ ትገብሮ እንድሕር ክኢልካ ከኣ ካየን ፌፋ እዚ ካየን ፌፋ ትፈልጥዎ ኢኹም ያ ከምኡ እሱ ኩሉ ብሓንሳብ ጌርካ ኣብኡ ትልጥፎ ትልጥፎ ኣብኡ ተጽንሖ እዚ ከኣ ፈትንዎ ኢኹም ብሕልፊ እቲኦም ዕጽምትኹም ወይ መንኮብኩም ወይ ዝዝኾነ እቲ ኣብ እቲ ዓጽምኻ ዝሕመካ ዘሎ ሓኪም ሕጂ ቮልታሬን ወይ ካልእ ብዙሕ ኣለዎ ፋርማ ኢንዳስትሪ ትሸጠልካ ኣብ ፋርማ ኣብቲ ኣፖቴክ ኣብቲ ፋርማሲ ክትገዝኦ ትኽእል ግን ናይ ግድን ኣይኮናን ከምኡታት ክንወስድ ዘለና ኩሉ ኣብ ገዛኻ ከማን ክትረኽቦ ትኽእል ኢኻ ብቐሊሉ ከዓ ካብ ኩሉ ሳዕቤን ዘይብሉ እዚ ከምዚ እንድሕር ጌርካስኒ ዝኾነ ካልእ ሳዕቤን የብልካን እንድሕር ሓጊዝካ ዝበለፀ እንድሕር ዘይሓገዘካ ከኣ ፈቲንካዮ ክትብሎ ትኽእል ኢኻ። ብኸምኡ ከኣ ኣነ እዚኢታት እየ ዝድግፍ። ካብ ዝኾነ ከኒና ወሲድካ ደሓር ከኣ ኩሊትካ ድያ ጸላም ከብድኻ ድያ ገለ ወይ መዓንጣኻ ድዩ ገለ ዘሕርረካ ተረዲእኹምኒ so ግን እዚ ኩሉ ግዜ ከም ሓበሬታ እዩ እምበር እዚ ግበሩ እዚ ሕደጉ ኣይብለኩምንየ ኣነ ክብለኩም ከኣ ኣይፍቀደለይን እዩ ግን ሓበሬታ ከኣ ክህበኩም ይደሊ ማለት እዩ ካብ ኩሉ ከኣ ስለምንታይ እዚኣ ቪድዮ እዚኣ ሰሪሐያ እዚኣ ናይ ክታበት ዝገበር ሰለስተ ቪድዮ ሰሪሐ ኣለኹ ናይ ክታበት እሰን ከኣ ሰለስቲኤን እንተትርእይዎን ሼር እንተትብሉለይ ጽቡቕ ነይሩ ብርከ እቲ ጥዕና እዩ ሃብቲ እያ ሄልት ኢስ ዌልስ ይብሉ እንግሊዛውያን ሓቂ ከኣን እዩ እቲ ቀንዲ ሃብቲ ጥዕና እዩ ድሕሪ ጥዕና እዩ ኩሉ ወላ ሓደ ኣይጠቅመካን እዩ ወርቂ ዲካ ገዚእካ ብሩር ዲካ ገዚእካ ጥዕና እንድሕር ዘይብልካ ወይ ገንዘብ ዲካ ጥሪካ so ቅድሚ ኩሉ ጥዕና እዩ ድሕሪኡ ከኣ ካልእ እዩ እቲ ካልእ ድሕሪኡ ይስራዕ ማለት እዩ እዚ ባዕልና ከኣ ጥዕናና ብዙሕ ክንገብር ንክእል ኢና ከምኡ ከኣ ንሕና ከምዚ ኣፍልጦ እንድሕር ኣለና ኣብ ዓድና ከምቲ ናይዚ ዓዲ ሕክምና ዘየለ ነቲኦም ዓዲ ከማን ከምኡ ክንሰደሎም ንክእል ኢና ብቀሊሉ ክንሕብሮም ከዓ ንክእል ተረዲኹምኒ ንኣብነት ዝኾነ ነገር እቲ ሽግራት ኣብ ኩሉ እንድዩ ዘሎ ናይ ጥዕና ግን ኣብዚ ሙሉእ ሕክምና ኣሎ እቲ ሙሉእ ሕክምና ዝሕክመካ ክዕርየካ ዝግባእ ግን ከዓ እቲ ኣካይዳ ናቶም ካልእ እዩ ከምዚ ንሪኦ ዘለና ኣብዚ ክታበት ጥራይ ርኢናዮና ተረዲእኹምኒ እቲ ሕክምና ስኒ ክሳብ ክንደይ ካሞ ክትኣምኖ ትኽእል ተረዲኹምኒ so ምስቲ ክሳብ ሕጂ ስኒ ኣነ ካብ ቀደመ ኣይኣምኖን እንዴ ካብ ቀደመ ብዝተፈላለየ ምክንያት ኣብ ገሊኡ ቪድዮ ገሊፀዮ ኣለኹ ብዘይ ምክንያት ኣይኮንኩን ከምኡ ዝብል ዘለኹ ኦፍኮርስ ኣብኡ ኣየብፅሓና ገሊኡ ኣሎ ብቲ ሕክምና ጥራይ ክትገብሮ ትኽእል ግን ብዙሕ ካብቲ ዝህቡኻ ከዓ ሳዕቤኑ ይገድድ ካብ ዘሕውዩኻ ናይ ብሓቂ ስለዚ ኣነ እንታይ በሃሊት እየ ኮሎ ግና ባዕልኻ ክማን ስኒ ጎኒ ብጎኒ እቲ ሓኪም ዝብለካ እንታይ ካልእ ኣሎ ክትብል ኣለካ ብዘየገድስ እንታይ ከም ዝሓመምካ እስከ እንታይ ኣሎ ኣብ ኢዶም ዘየውድቐኒ ዝሕግዞ ነብሰይ ምባል ኣነ ጽቡቕ እየ ዝብሎ። ከም በዓል እዚኣ ባ ዶክተር ባበራ ኦኒል ሕጂ ንባዕላ ሓኪም እያ ግን ነቲ ህዝቢ ናይ ብሓቂ ስለ ክትሕግዞ ዝደለየት ናይ ገንዘብ ጥራይ ስለ ዘይኮነት ነቲ ህዝቢ ኣንቂሓቶ ብዝተፈላለየ መዓት ቪድዮ ኣሎ ናታ መዓት ጠቓሚ ኣሎ ኣነ ዝከታተሎ ተስፋ ይገብር እዚ ቪድዮ እንድሕር ደስ ኢልኩም ኣብ ዝብጻሕ እንድሕር ኣብጺሕኹሞ እክ ካልእ ከምዚኢታት ከምጻልኩም ደስ ይብለኒ ፐርከ ቡዙሕ ነገር ኣብ ገዛና ዘሎ ከሕውየና ይክእል እዩ ከምኡ ከኣ ኣፍልጦ እንድሕር ኣለና ንካልእ ሰብ ክንሕግዝ ንክእል ኢና ስለዚ እዚ ናይ ባህላዊ ክንንዕቆ የብልናን እቲ ናይ ሃይ ተክኖሎጂ እቲ ናይ ምዕቡል ሃገራት ጥራዩ ጥዑይ ክንብል የብልናን እሱ ደይኮነን ዘሕምሞ ዘሎ ነዚ ሰብ ባዕሎም ሓካይም ዝዛረቡ ኣለዉ ዝተኸልከሉ ክዛረቡ ከኣ ኣለዎ ክሳብ ያህ ዳሓን ብዙሕ ነገር ኣብዚ እንተትርእይዎ እንተትካታተልዎ ብዙሕ እዩ ዝፍጸም እቲኦም ሓካይም ንባዕሎም ኣብ ሪስክ እዮም ንነብሶም ዘእትውዋ እቲኦም ሓቀኛ ሓካይም ማለት እዮም ተረዲኹምኒ እቲኦም ናይ ገንዘብ ጥራይ ዘይግድሶም ናይ ብሓቂ ናይ ሓልዮት ዘለዎምን ቅንዕና ዘለዎምን ንሰብ ከኣ ናይ ብሓቂ ክረድእዎ ዝደልዩን ማለት እዮም እዚቲኦም ዝዛረቡ እዝን እዝን ተጠንቀቁ እዝን እዝን ግበሩ ዝብለኩም እዚ ሓኪም ብኣማይ ዘምጻኹልኩም ንባዕሉ እቲ ቬቢናር ሕጂ ከማን ነይርዎ ላስት ዊክ ዝሓለፈ ሰሙን ግን ኣይጣዕመንን ግን ኣነ ሕጂ እቲኣ ሊንክ ሓንሳብ እንደ ሰዲደልኩም ሰሙን ሰሙን ወይ ኣብ ንዓይ ዝሰደዱለይ ክነግረኩም ኣይደልን እየ እቲ ናይ ቀደም ቪድዮ ፈትሽዎ እምበር ዳርጋ ኣብ ክልተ ሰሙን ድዩ ገለ እዩ ዝገብሮ መሰለኒ እቲ ትምህርቲ ናብኦም ከድካ ከማን ኩር ክትገብር ትክእል ኢካ ናቱ ኩር ኣለዎ ኣብ በዚ ጥቃ ሃኖቫር እዩ ሃኖቫር ሓሊፍካ እዩ እቲ ናቶም ቦታ ወይ ድማ እዚኣ ሓንቲ ሓፍትና ኣላ ኣብ ፍራንክፎርት ናይ ቻይኒስ ሜዲሲን ትገብር ኣነ ስኢታት ይኣምነሉ እየ ከምቲ ኣብ ካልእ ቪድዮ ዝበልኩኹም ኣብኡታት ከዓ ክትማኸሩ ኮሎ ገና ኣገዳሲ እዩ ፕርክሳ ከማን ብዙሕ ክትሕግዘኩም ትኽእል እያ ወይ ካልእ ኣልተርናቲቭ ሜዲሲን ውልቃዞ ከምዚ ጋንሳይትሊሸ ሜዲሲን ማለት እዩ ከምዚ ባህላዊ እዩ ባህላዊ ማለት እዩ ብትግርኛ ብሓፂር መስለኒ ጋንስሃይትሊሽ ማለት ከዓ እሳቶም መዓንጣይ ሓሚመን ድሕሪ ኢሎም ኢልካዮም መዓንጣኻ ጥራይ ኣይኩን ዝርዩ ኩሉ እዮም ዝርዩ ኩሊትካ ከመይ ኣላ ልብኻ ከመይ ኣላ እዚ ኩሉ ብሓንሳብ ስለ ዝተኣሳሰረ ተረዲእኹምኒ ኣብ ናይ ምዕቡል ሃገር መድሃኒት፣ ሜዲትሲን፣ ግን ሕክምና ግን እቲኣ ሓንቲ እዮም ዝፍትሽዋ እሳ ከኣኒ ከሕውይዋ ይፍትኑ ግን ምናልባት እቲ ጠንቂ ዘምጽእ ዘሎ ካልእ እዩ ተረዲኹምኒ እሱ እቲ ፍልልይ ከኣኒ ሶ ደስ ብኸምኡ ከኣኒ ጋንስ ሃይትሊሽ ሜዲትሲን ዝበሃል ጋንስ ሃይትሊሽ ማለት ኩሉ ማለት እዩ ተረዲኹምኒ ጋንስ ኦል ያ ብእንግሊዝ ከማን ከምኡ ዓይነት ሽም እዩ ዘለዎ ሆል ናይ ኒሽት ሆል ኣይ ዶንት ሪመምበር ድሓን ኣብ ካልእ ቪድዮ ኢለኩምና ኣለኹ እቲ ሽሙ ብእንግሊዝ ሶ ናይ ናቹራል ማለት እዩ ናይ ያ ናትዎ ሜዲሲን ክትብሎ ከማን ትኽእል ኢኻ ኣብ በዓል ስዊስ ናትዎ ሜዲሲን እዮም ዝብልዎ ሶ ኦኬ ናትሮን ኩላትና ኣብ ገዛና እንትንሕዞ ንዝኾነ ፅቡቕ እዩ ብሓፂሩ ከምኡ ከኣ እዚኦም ንኣብነት ኣውቶ ኢሙን ሕማማት ዘለኩም ድዩ ወይ ድማ እቲኦም ቆሎዉዕ እዚኦም ኣውቲዝም ዘለኩም ከኣ ዘለዎም እንታይ ክገብር እንታይ ጽቡቕ ወይ ንኹላትና ኣክቹሊ ንኦም ጥራይ ኣይኮነን ዝኾነ ፍሩታ ዝገዛእናዮ ሓምሊ ኩሉ ኩሉ እቲ ክስታይ ቆጽሊ መጽሊ ንገዝኦ መብዛሕቱ ግዜ ብከሚክል ክስታ ይገብርዎ እዮም መታን ንነውሕ ክፀንሕ መታን ከይባላሸው ኣብ መገዲ እሱ ይገብርሉ እዮም ተረዲእኹምኒ ሕጂ እዚ ትፋሕ ድዩ ኣራንቺ ድዩ ኩሉ እቲ ንበልዖ ማለት እዩ ሕጂ ትፋሕ ዝበለፀ ምስ ቅራፉ እንድሕር በሊዕካዮ ድንሽ ከምኡ ተረዲእኹምኒ ሕጂ እቲ ሓምሊ ከዓ ኣይትቐርፎን ኢኻ ያ ሶ Anyway እዚ እንታይ ዝባሃል እቲ ለሚን ከምኡ ምስ ቅራፉ እንድሕር በሊዕኻ እቲ ቅራፉ ንባዕሉ ብዙሕ ጠቓሚ ነገር ኣለዎ ግን ኦርጋኒክ ክትረኽቦ ወይ ዝያዳ ገንዘብ ትኸፍል ወይ ኣይትረኽቦን ኢኻ ኣብ ኩሉ ኩሉ ግዜ የለን እንታይ ክትገብር ትኽእል ግን መታን እቲ ፔስቲሲደ ፔስቲሲደ እቲ ኬሚካል ዝጥቀምሉ መታን ከይባላሸው ገለ እንድዩ እቲ ፔስቲሲደ ክትፀሪ ኣብ ናትሮን ተኣልኮ ሰለስተ ክሳብ ኣርባዕተ ዓቢ ማንካ ትገብር ኣብ ሓደ ዓቢ ሸሓኒ ግዝእ ምስ ኣበልካዮ ኣብኡ ትገብሮ ወይ ቅድሚ ምብላዕካ ከማን ኣይ ዶንት ኖው ከም ዝደለኹሞ ወይ ኩሉ ኣብ ሓደ ሸሓኒ ጌርካ ኣጽሪኻ ኣንቂጽካ ተቐምጦ ወይ ድማ ኣብ ዘድልየካ ከምኡ በብቑሩብ ከምኡ ትገብሮ ብርክ እንድሕር ሓጺብካዮ ከኣ ምናልባት ቀልጢፉ ከይባላሾ ኣይ ዶንት ኖው መቸም እቲ ትፋሕ ድዩ ገለ ድዩ ኣብኡ ተኣልኮ እያ so ክሳብ ርብዒ ሰዓት ገለ እዩ ዝብል and ኣብኡ ምስ ኣለኽካዮ እንተበዚሑ ፍርቂ ሰዓት ክሳብ ፍርቂ ሰዓት ከማ ድሕር ኪንክሞ ወላ ሓደ ዝኾነ ፔስቲሲድ የልግሶ እዩ ማለት እዩ የፅርዮ እዩ ኦኬ እሱ ጥራይ ዘይኮነ እቲ ናትሮን ንባዕሉ ይገርመኩም ብዙሓት ሰባት ንመፅረይ ገዛ ከማን ይጥቀሙሉ እዮም ወዳ ቫስካ ዲኻ ክተፅሪ ደሊኻ ዋሺንግ ማሺን ናትካ ዲካ ክተጽሪ ደሊካ ናትሮን ይጥቀምሉ እዮም ሚት ሲትሮንን ሶይረ እዚ ኤሲድ ናይ ናይ ለሚን ኣሎ ምሽ እሱ እንድሕር ኣለካ ገዛ በዚኤን ክልተ ብዙሕ ነገር ክተጽሪ ትኽእል ኢኻ ምናልባት ካል መዓልቲ ንበይኑ ከምፃልኩም ይኽእል እየ እዚ ደኣ እንታይ እዩ ባኒኹም ብኡ ኣፅሪኹም ነብስኹም ከዓ ብኡ ኣፅርዩ ትብለና ኣላ ከይትብሉኒ ናትሮን ግን ንብዙሕ ነገር ኣገዳሲ'ዩ። እቲ ናይ ምጽራይ ናይ ገዛ ገለ ካልእ መዓልቲ ምናልባት ወይ ኣብ ዋሺንግ ማሺን ኣብ ክንዲ ዋሺንግ ማሺን ሕጂ እዚኦም ዝፈልጥዎ እዚ ቫይሽፒላ ኣይጥቀሙን እዮም እዚ ጥዑም ጨና ክጨንው ኢልና ንገብረሉ ኤክስትራ እሱ ንባዕሉ ዝኸፍአ ኬሚካል እዩ ኣብ ነብስና በቲ ክዳውንትና ዝኣቱ ብኡ ጌርና ንሓጽቦ ወይ ጽቡቕ ክጨንው ኢልና ንገብሮ ሽዕኡ ኣብ ነብስና እቲ ቫይሽማኻ ዝባሃል ዝኣቱ ብደምና ማለት እዩ እሱ ከማን ሕማማት ስለ ዘጽርየልካ ብዙሓት ስባት ጠጠው ኣቢሎሞ እዮም ምግዛእ እዚ ከማን ኣብዚ ቀረባ ዓመታት እዩ ዝወጽእ ዘሎ ደስቬግን ና ኣብ ክንዲ ቫይሽፒላ መታን እቲ ናትካ እንታይ ዝባሃል ሽጎማኖ ገለ ተሪር ከይኸውን ፎኪስ ክኸውን መታን ንከምኡ እንዲኻ ትጥቀመሉ እሱ እቲ ድሓር ምስቲ ኦሞ ትገብሮ ናትሮን ክትጥቀም ትኽእል ኢኻ። ነቲ ማይ ናቱ ስለ ክስታይ ዝቕይሮ እንታይ ዝበሃል እቲ ኮንሲስተንስ ናይቲ ማይ ስለ ዝቕይሮ እቲ ሽጎማኖታትካ ድዩ እቲ ክዳውንትኻ ከምዚ ተሪር ኣይወፅን እዩ ክተንቅፆ ከለኻ ኦኬ እዚኤን ኣገደስቲ መስለኒ ግን ምናልባት እንድሕር እስከ ናይ ናትሮን ናይ ገዛ ኣምጽልና ኢልኩምኒ ብብዝሒ ምናልባት ከምጻልኩም ይኽእል እየ ወይ ድማ ባዕልኹም ኣብ ኢንተርኔት ቸክ ግበርዎ መዓት ቪድዮታት ግምዓት ኢንፎርሜሽን ኣሎ ኣነ ኣንፈት ኩሉ ግዜ ዝህበኩም ካልእ ዝኾነ ሕቶ እንድሕር ኣለኩም ኣብ ታሕቲ ጸሓፍዎ ግን እዚኣ ኩላትና ክልተ ሰሙን እንተንገብር እስከ ሽዑ ድሕሪ ክልተ ሰሙን ከኣ ንገሩኒ እንታይ ተሰሚዕኩም እንታይ ሓጊዝኩም ነቲ ህዝቢ ከማን ሞራል ክኾኖ ነቲ ዘይፈተነ ወይ ዝጥርጠር ዘሎ ከኣ ሓበሬታ ዝያዳ ክህልዎ ፕርክ እስኻትኩም ኢኹም ምስክር ቲኹም ኣነ ዝኾነ ኣብዚ ቪድዮ ከምጻልኩም ይኽእል እየ ካልእ ንዓኣ ዩቱብ ኢላ እያ ገለ ከኣ ከይትብሉ so ከምኡ ከኣ ሓንሳእ ሓንሳእ comment ይመጻኒ እንድዩ ዘየድሊ ሓቂ ሓይሽ እዚ ከምኡ ያህ ደስ ኣይብልኒ ከምኡ ብሓጺሩ እንተ ጠጠው እንተነብሎ እቲ comment ንሕና ንጽሕፎስ ንመን እዩ ዝሓጋዚ እንድሕር ዘይደለካዮ ትሓድጎ ን YouTube ክትዕቢ ዶ ገለ ዶ ግን እዚኣ ከምኣ ዝጸልኣ የብለይን እዚ ኩሉ እንዳ ጻዓርካ ከኣኒ ንዘይ ከፍ ትኸፍሎ ከኣ እሞ መን ከፍ ምሻለኩም anyway ኣብ እግሪ መገደይ ኣብ ገሊኡ ይገርመካ እዩ ድማ ከኣ ንዘይበልካዮ ኣብ ገሊኡ ከኣ ዘይ ጌጋ ርድኢት ይፈጥር እቲ ቪድዮ ኣይ ዶንት ኖው ብምሉኡ ድዮም ዘይርእይዎ ወይ ይገርም እዩ መቸም ግን እንድሕር ከምኡ ኮይኑ ኣይትረኣዮ ብሎክ ግበሮ እቲ ናተይ ዩቲብ ክብለካ ይደሊ እቲኦም ከምኡ ወይ ቫይታሚን ዲ ውሰድ ያ ቫይታሚን ዲ ከዓ እንድሕር ውሒድካ ከምኡ ገጨውጨውት ንብል ኢና ካብ ወርሒ ትሽዓተ ዓሰርተ ፀሓይ እንዳጎደለት ከማን ጠባይና ይቅየር እንድዩ ሙድ ናትና ኣብ ገሊኡ ከኣ ናይ ቫይታሚን ጉድለት እዩ ተስፋ ይገብር ነቲኦም ከምኡ ዝኾኑ ከኣ ክትሓስብሉ ቫይታሚን ዲ ብርክ ብዙሓት ከኣ እንታይ ይብሉ ኣኽ ከኒና ኣና ይወስድ ኒየ ከኒና ኒዮ ውበልዮ ገለገለ ምሻለ ኣብ ዓድና ዶ ከኒና ንወስድ ኢና ግን ኣብ ዓድና የለናን ኣሕዋተይ ብከምኡ ከኣ ናትሮን ዶ ቫይታሚን ዲ ዶ ቫይታሚን ሲ የድልየና ኦኬ ኣብ መወዳእታ ክብለኩም እየ ናይ እንታይ እንተበላዕና እዩ ዝያዳ መሰረታዊ ባስሽ ዝገብሮ ንቲ ደምና ድብድቡ ማለት እዩ more ባስሽ ዝኾኖ እቲ ነብስና እንድሕር ቆጽሊ መጽሊ በልዕና ከም በዓል ካሮት ድዩ ድንሽ ድዩ ሽፒናት ድዩ ካውሎ ድዩ ጉርክን እዚ ጉርክን ኣብ ሳላጣ ንገብሮ ዝነውሕ ቀዲድካ ትገብሮ ኮምኮምባ እዩ ዝበሃል መሰለኝ ብእንግሊዝያ ቶሜቶ እዚ ኮሚደረ ፓፕሪካ

ሲትሩስፍሪሽተ ኣዚ ዝተፈላለየ ፍሩታታት ክትብሎ ትኽእል ኢኻ ከምኡ ከዓ ፉል ፉል ማለት ከዓ እዚ ማንደልን ቫልኑስ ሃስልኑስ ኣነ ብትግርኛ እዚ ኩሉ ኣይፈልጦን እየ ስለዚ ፈትሽዎ ሃስልኑስ ቫልኑስ ማንድልን ጌትኻይደ ኸኒ ካብቲ ዝበለፀ ጌትኻይደ ንዓና ከዓ እቲ ይገርመኩም ንሕና ንጥቀመሉ ንባዕልና እዩ ግን ብትግርኛ ይዝክሮን እምበር ናትና እዩ ድንክል ሂርስ ፎልኮን ቫርያንትን እዚ ጸሊም ዝኾነ ጸሊም ከም በዓል ጣፍ ከም በዓል ያ ኩሉ እቲ ዲንክል ከምኡ ማለት እዩ ዲንክል እቲ ቪልድ ቫይትስን ማለት እዩ ዲንክል እቲ ቀዳማይ ናይ እዚ ጻዕዳ ፊኖ እዩ ተረዲኹምኒ ቅድሚ ጻዕዳ ፊኖ ዲንክል እዩ ነይሩ ኣብ ዓለም ካብ ዲንክል እዮም እቲ ጻዕዳ ፊኖ ፈጢሮሞ ድሓር ብሕርሻ ማለት እያ ሶ እሱኢታት እዩ ከዓ እቲ ቀንዲ ጽቡቕ ንነብስና ኣብ ክንዲ ፊኖ ሽኮር ገለመለ ባስታ ገለ ብብዝሒ ማይ ምስታይ ከምኡ ከኣ ሻሂ ዝተፈላለየ ቆጽሊ መጽሊ ኣሎ እዚ ናይ ገሚዘ ሴፍተ ብቲ ገሚዘ ጌርካ ስሙሲ ድዩ ሻሂ ክትሰቲ ከለካ ከኣ ብዘይ ሽኮር ማለት እዩ እዚኢታት ኩሉ ጽቡቅ እዩ። እቲ ንዓና ኔጋቲቭ ዝገብሮ ከኣ ወይ ሳዋር ዝገብሮ ከኣ እንታይ እዩ እንድሕር ኢልና ከኣ ሽኮር ድዩ ኮፍ ምባል ድዩ ስትረስ ድዩ ስጋ ድዩ ጸባ ድዩ ጻዕዳ ፊኖ ድዩ ባስታ ድዩ እዚኢታት ኣልኮሆል ካፌ እዚኢታት ሕጂ ሞር መጺጽ ይገብሮ ሶይረ ኣዞ ሳዋ ይገብሮ ማለት እዩ ነቲ ያ ኩሉ ነቲ ኦርጋኒክ ናትና ማለት እዩ ተረዲኹምኒ ነቲ ፈሳሲ ብነብስና ዘሎ ድዩ ወይ ንኩሉ ማለት እዩ እንድሕር እንድሕር ሳዋ ከዓ ቀፃሊ ኮይኑ እቲ ናትና ኢሙን ሲስተም ፅቡቅ ክሰርሕ ኣይክእልን እዩ ብኸምኡ ኸኣ እቲ ኢንፍላሜሽን እቲ ረኽስታት ክፍጸም ይኽእል ማለት እዩ። መጺጽ ማለት እዩ ሳዋ ከምዚ ዝበልኩኹም መጺጽ ከኣ ትሕቲ ሸውዓተ ፒኤች ማለት እዩ። ኣይ ሆፕ እዚ ኩሉ ክሕግዘኩም ብድብድቡ እዩ ኩሉ ኤንድ ጠቓሚ እንድሕር ረኺብኩሞ ኣብ ታሕቲ ጸሓፉለይ ተመክሮ እንድሕር ኣለኩም ኣብ ታሕቲ ጸሓፉለይ ኣብኡ ከኣ ንለዋወጥ። ክልተ ሰሙን ኩላትና ንፈትና እሞ እዚኣ ዝበልክዋ ብሕልፍቲኦም ተጸጊምኩም ዘለኹም ውጽኢቱ ከኣ ንሪኦ። ሓደ ክትፈልጡ ዘለኩም እንድሕሪ እቲ ኣብ ፋርማ ኢንዳስትሪ ክሳብ ክስን ገለን በጺሓ ጠቓሚ ማለት እዩ ብሓጺሩ። እዚኣ ከኣ ከም ሓንቲ ሓበሬታ ክህበኩም ይደሊ። ንሓንቲ ሓኪም ሓኪም ከኣ ሓንቲ ሓኪም ከኣ ከይፈለጠት ኣይኮነትን ከምኡ ተምጽእ ተረዲኹምኒ ውልቂ ሰብ ኣይኮነትን። ብኸምኡ ከኣ'ዮም ስለ ዓቢ ተራ ትጻወት ኣብቲ ጉዳይ ከሲሶማ። ክሳብ ናታ ዶክቶር ክትጥቀም ኣይፍቀደላን'ዩ። ብጣዕሚ ዘሕዝን ማለት'ዩ። ግን መን'ዩ ሓቀኛ ባዕልኹም ፍረዱ። እዚኣ ክብለኩም ይደሊ። ኦፍ ኮርስ እንድሕር ከቢድ ሓሚምና ከኣ ናይ ግድን ናብቲ ምዕቡል ሕክምና ክንከይድ ኣለና። ኣብኡ ከይበጻሕና ኢለ'የ እዚኢታት ዘምጽእ ዘለኹ እምበር ብመሰረታዊ ስኒ እቲ ምዕቡል ሕክምና ኣየድልየናን ማለት ከኣ ኣይኮነን። እዚ ከኣ ኩሉ ግዜ ክዛረብ ከለኹ ሓንቲ ክሳይ ጌርኩም ኣይ ብጌጋ ኣይትረድእዎ። ከምዚ ዝበልኩኹም ከኣ ሃብቲ ቀንዲ ሃብቲ ከኣ ጥዕናና ስለ ዝኾነ ብዝያዳ ከምዚኢታት ሎምቕነ ከምጻልኩም ክፍትን'የ። ኣብ ግዜ ዝረኸብኩሉ ግን of course እቲ ናይ ኢንቨስትመንት ድዩ ናይ ወርቂ ናይ ብሩር ዝበልክዎ ከማን ጎኒ ጎኒ ኣገዳሲ ዩ ብሕልፊ ኣብዚ እዋን እዚ ገንዘብና ከይሓረረ ከሎ ኣብኡ ከማን መዓት ቪድዮ ሰሪሐ ኣለኹ ግን ኣይተረኣየን ብዙሕ so እሱኢታት ከኣ እሱ ምስ ተረኣየ ካልእ ሕቶታት ሓቲትኩም ኔርኩም እሱ ክምልሶ'የ ብዝያዳ እቲ ናይ ክታበት ስለ ዝተራኣየ እዚኣ ቪድዮ የምጻልኩም ኣለኹ እስቲ ሓደ እንድሕር ደሊኹም ከኣ እዚ ናይ ቡሩር ናይ ወርቂ ናይ ገንዘብ ዝያዳ እንድሕር ሓበሬታ ደሊኹም ከኣ ኣሎ እንዶ ብዙሕ ክብለኩም ዝደሊ ግን ክረኣዩ ኣለዉ ከኣ ኣብዚ ለጢፍካዮ እንድሕር ዘይረኣይ ኮኑስ ትርጉም የብሉን ብሓጺሩ ኣይ ንዓይ ኣይ ንዓኹም ማለት እዩ ንመን ደኣኒ ንዩቱብ ናቶም ሬክላም ኣብኡ ማለት ንወልሓደ ኣይጠቅምን እዩ ንዩቱብ ከማን ኣይጠቅምን እዩ ብርክ ሰብ እንድሕር ዘይረኣዩ ንዖም ከማን ኣይጠቅምን እዩ መምልኢ ዩቱብ ጥራይ ዝኸውን ማለት እዩ ሶ እዚኣ ከዓ ክትርድኣና ኣለዋ እስኻትኩም ኢኹም ወሰንቲ እንድሕር ሼር ኢልኩሞ እንድሕር ዛብ ዝብፃሕ ኣብፅሕኹሞ ከዓ ከምፃልኩም ይኽእል እየ ብሓፂሩ ካልእ ልክዕ እቲ ሕቶታት ከዓ ኣብቲ ቪድዮ ክምልሰልኩም ክፍትነ እቲ ዝሓተትኩምና ኣገዳሲ እንዲ ኩሉ ግን ምስቲ ናትኩም ድሌት እዩ ዝኸይድ። እቲ ድሌት ከኣ ከምዚ ሕጂ ዝትርድኣኒ ናይ ክታበት፣ ናይ ጥዕና፣ ናይ እቲ ሕግታት ዝቕየር ዘሎ ኣብ ናይ ሕክምና እሱኢታት ኮይኑ ይስምዓኒ። እቲ ህዝብና ከኣ እሱ እዩ ዘገድሶ። እምበር እቲ ሓደ እንተ ዘግድሶ እሱ ከኣ ሼር ምስ በሎ ምስ ረኣዮ ከኣኒ so እዚኣ ከኣኒ ጽብቕቲ ዲል እያ መስለኒ ፌር ዲል እዩ። ከምኡ ከኣኒ ነዚ ቸንል ክትምዕብልዎ ትደልዩ ወይ ክትትርፍዎ ትደልዩ ወይ ስፖርት ክትገብርዎ ትደልዩ ፐርከ ግዜ ናተይ እዩ ዝኩሉ ወላ ሓደ ከዓ ክሳብ ሕጂ ዝረከብኩሉ የለን ክንደይ ዓመታት ክንደይ ሰዓታት ዘጥፋእክሉ እዚ ከዓ ክርድኣና ኣለዎ ተረዲኹምኒ ማንም ሰብ ግዜ ኣለዎ ማለት ኣይኮን እስኻ ከማን ዝኾነ ነገር ክትገብር ኮለኻስ ወይ ክት ክት ያ እቲ ግዜኻስ ኣብ ጽቡቕ ኢኻ ክተውድቖ ትደሊ ንዘይረኣይ ክትስራሕ ኣይትደሊን ኢኻ ተረዲኹምኒ so ክተፍርየሉ ኢኻ ትደሊ ተረዲኹምኒ ኣብ ዝኾነ ስለዚ ኣዛዊርና ክንሓስብ ኣለና እንታይ ኣለዎ ድዩ እንድሕር ኩሉ መሊስክልና ዘይኮነስ እዋ በየናይ ግዜ እሞ እቲ ግዜ ናትካ ዶ ተለቅሓኒ ሓንሳ ሓንሳ ዘይከውን ኮመንት እንድዩ ዝጸንሓኒ ብጣዕሚ እዩ ዝገርመኒ የደንግጹኒ እቲኦም ሰባት በርከቲ ማይንድሴት ናቶም ቶታሊ ጌጋ ኣሎ ብናተይ ሪኢቶ እዚ ከማን ናተይ ሪኢቶ እዩ ብሓጺሩ and so እቲ ሜምበርሺፕ ክትኣትዉ ትኽእሉ ብርከት ስፖርት ትገብርዎ ትኽእሉ ኣለኹም ማለት እዩ ባይ ሚ ኮፊ ኣሎ ኣብኡ ከማን ስፖርት ክትገብሩኒ ትኽእሉ ኢኹም ብድልየትኩም ማለት እዩ ግበሩ ኣይትግበሩ ይኮንኩን ግን እቲ ግዜ ዝያዳ ብርከት ዝያዳ ኢኹም ትረኽቡ በቃ እዚኣ እቲኣ ኢኩዌሽን ኢኩዌሽን ባላንስ ከኣ ዊን ዊን ሲትዌሽን ጥራይ እዩ። ኣብ ሓዳር ድዩ ኣብ ምሕዝነት ድዩ ኣብ ናይ ዩቲብ ሓዳርና ድዩ ዊን ዊን ሲትዌሽን ክህልው ኣለዎ። እንድሕር እስኻ ጥራይ ትኸስብ ኮንካ ካብ ዓርክኻ ዓርክኻ ክስልችዎ እዩ፣ ሰበይትኻ ክስልችዋ እዩ ወይ ንዓኻ ክስልችወካ እዩ ሰበይትኻ ጥራይ እንድሕር ትብለጸልካ ኣላ። እዚ ከዓ ኣብ ኩላትና ዘሎ እዩ። ስለዚ ኣዛዊርና ንርኣዮ። ኣብኡ ኮመንት ሓድጉለይ ናይ ከምዚኢታት ብጣዕሚ እዩ ዝገርመኒ። ናተይ ሪኢቶ ከኣ ንጹር እዩ ከምዚ ወላ ሓደ ደስ ኢልኒ እየ ዝገብሮ ነቲ ሕብረተሰበይ ጽቡቅ ክረክብ ወይ ክምዕብል ክፉእ ከይመጸ ከሎ ገና ሓበሬታ ክረክብ ግን እቲ ህዝብና ሓበሬታ ኣይደልን እዩ ኣይ ዶንት ኖው ኣብ ዝጸገሞ ግን ክሕግዝ ክሕገዝ ይደሊ ኩሉ ዘይኮነስ ብዙሕ ሓቂ ሓይሽ እዚኣ እየ ኣስተብሂለ እቲ ግዚኡ ኣብ ካልእ ኣብ ቲክቶክ ድዩ ኣብ ገለ ከጥፍኦ ይደሊ ኣብቲ ርድኣኒ ክብለካ ከሎ ግን ከኣ ክትሕግዞ ይደሊ so i don't know ስለዚ ስኒ ብሕልፊ እዚ ናይ ገንዘብ ድዩ ብሕልፊ ኣብዚ እዋን እዚስ ዳርጋ ግዴታ እዩ ከማን ክንባራብር እንድሕር ሕጂ ዘይተባራበርና በሉ i don't know ግዳይ ናይቲ ሲስተም ክንከውን ኢና ብኩሉ ብጥዕና ድዩ ብገንዘብና ድዩ ብ ያ ብ ክስታይ በቲ ናይ ፋሚሊ ጉዳይ ድዩ ኖለጅ ኢዝ ፓወር የሕዋተይ ብሰንኪ ዘይምፍላጥ ኢና ከኣ ኣብ ዘይከውን ጠንቅታት ንኣቱ ዘይከውን ድራማታት ንሰምዕ ከምዚ ኮይኖም ከምዚ ኮይና ከምዚ ኮይኖም እቲ ቪድዮታት ከምኡ ከኣ ላዕሊ ይከይድ ኣቀዲምና ሞት ሓበሬታ ዘይንደሊ ኣነ እዚኣ ዘይትርደኣኒ ኣላ እቲ ዛንታ ኣብ ክንዲ ንሰምዕ ከምዚ ተፈጺሙ ገለ እቲ ዘሎ ኸሎ ግና ዘይንደልዮ ኣነ እዚኣ ትገርመኒ i don't know ይቕሬታ ክስታይ ከይ ብኽፉእ ከይትርድኡኒ ብዚ ከማን ግን ግልፂ ምዝራብ ከዓ ክትፀልእዎ የብልኩምን ካልእ ርኢቶ እንድሕር ኣለኩም ከዓ ኣብዚኣ ተጋጊኺ በሉኒ ኣብ ክንዲ ዘይከውን ኮመንት ገሌኹም ትሓድጉ ከምዚ ናይ ብኣምሆይ ሓንቲ ብጣዕሚ ገሪምኒ በቃ ይቕሬታ i hope ክትሰምዓ ንሳ ናይ ኣቦታትን ኣዴታትን ክስታይ ናይ ገንዘብ ቆለውዕ ዝሓስብ ኮዩ ኣነ ንጽቡቅ ኢለ ኢያ ከምኡ ኢለ ን ኣወዳት ኣብሊጸ ኣይርኢን ኢየ ነዋልድ ኩላትኩም ኣሕዋተይ ኢኹም ወላ ሓደ ዝምልከተኒ ከኣ የለን ኣብ መንጎ ክልቴኹም ግን እቲ ሕጊ ዘሎ እቲ ኣጋባብ ዘሎ እቲ ፖሲቢሊቲ ዘሎ ኣምጽኤ ኣብኣ ኣብቲኣ ቪድዮ እቲኣ ክንደይ ሻብ ዘይከውን ኮመንት ተሓዲግለይ ኣሎ ኣብኣ ከለኹ መሊሰ ናይ ጥዕና ኮይኑ ተሰማዕንን ብሓጺሩ ኣብኡ ከለኹ ከዓ ደምሲሶ ብርከ ንምንታይ ብርከ ኣነ ዝብሎ ዘለኹ ካልእ ኣብኡ ትፅሕፎ ዘላ ካልእ ዘይከይድ ብሓንሳብ እዩ እቲ ኣተሓሳስባና እዩ እቲ ሰብና ግን ከምዚ ክስታይ ይርድኦ ከምዚ ወይ ምሳይ ወይ ኣንፃረ ኢኻ ኣነ ምስ ማንም ሰብ ኣይኮንኩን በቃ ርእይቶ ግን ኣለኒ እዚኣ ጥራይ ክብለኩም ይደሊ ኣብ ካልእ ርእይቶ ከዓ ቶለራንት ንኹን ስኻ ኢኻ ከምኡ ስለ ወይ ብናተይ ኪድ ወይ ክስታይ ሃይ እንታይ ትባል ረስዐ ኤኒወይ ማይ ወይ ኦ ዚ ሃይወይ ዓይነት ጠባይ ኣይንሓዝ ያ ማይ ወይ ኦ ዚ ሃይወይ ጠባይ ኣይንሓዝ ምሽ ኣለኩም ኦኬ ናትካ ሓሳብ ካልእ እንድሕር ኮይኑ ናተይ ሓሳብ ግን ከምዚ እዩ ናትካ ኣይድግፎን እየ ኢልካ ይቅበሎ ረስፐክትፉል እዩ እዚ ረስፐክትለስ ኣዛራርባ ኮመንት ምሕዳግ ግን ሓቂ ሓይሽ ውሑድ እንጂ ኣብዚ ዩቱብ ግን ኣይደኖ ብጣዕሚ ኣይደኖ ንዓይ ክስታ ይገብረኒ ከምዚ ቆርበትካ ይቐልጥ ይኖ ከምዚ ካብ ኩሉ ከዓ ብጥርሑ እዩ ተረዲኹምኒ ካብ ኩሉ ከዓ ሓደ ይረኸብኩሉን ክሳብ ሕጂ እንድሕር ኣሽሓት ትረኽበሉ ኣለኻ እኳ ከማን ከምኡ እንድሕር ሰብ ሓዲግልካ ብሳይኮሎጂ ናይ ወዲ ሰብ ክርዳእ ከም ዘለዎ እቲኦም ኣሽሓት እንዳረኸብሉ ሓደ ክልተ ፀርፊ ዝሓድግሎም ሰዋት ድላዮም ይበሉ ኣሽሓተይ ይእክብ ኣለኹ ኢኻ ትብል ካሕሳ ኣለዎም እኹል ኣብዚ ግን ካሕሳ የብልካ ገለ የብልካ መሊሶም ከኣ ከምዚ ክትንክፉካ ከለዉ no no no so ስለዚ ኣብዚኣ ከኣ ቁሩብ ንጠንቀቅ እቲኦም እንዳረኣኩም ከምኡ comment ከኣ ኣይተሕልፍዎም መልስሎም ንስካትኩም ሓላፍነት ኩላትና እዩ ኣርምዎም ፕርከ ኣነ እንድሕር ኣሪመዮም ወላ ሓደ ትርጉም የብሉምን ፕርከ ከም ኣንጻሮም እንድዮም ሪኦምኒ ዘለዉ እቲኣ ከምኡ ትጽሕፍ ዘላ እስኻ ኢኻ እስኻ እንድሕር ከም ሳልሳይ ኣካል ግን መሊስካሎም ተጻላእ ኣይብልን'የ ዘለኹ፣ ኣይጸልኦን'የ እቲ ሰብ ከምኡ ዝጽሕፈለይ ከማን፣ ኣነ ወላ ሓደ ምሉእ ፍቕሪ ይሰደሎም፣ ሰላም ከኣ ይሰደሎም፣ ግን ኣምላኽ ከኣ ብ ጥዑይ መገዲ ክ ክብጽሖም ተስፋ ይገብር፣ ግን ሓቂ ሓይሽ እንድሕ እቲኦም ከምኡ ኣተሓሳስባ ዘለዎም ከኣ በሉ ንነብሶም እዮም ንምሸቱ ዝጎድኡ፣ ብርከ እቲ ነገር ኩሉ ግዜ ብኔጋቲቭ ትሪኦ ኣለኻ፣ ኔጋቲቭ እንድሕር ጥራይ ትርኢ ኮንካ ከኣ እዚ ከማን ኣብ ጥዕናኻ ድዩ ኣብ ሂወትካ ድዩ ኣብ ኩሉ መካይዳኻ ጉዕዞኻ ጽቡቕ ኣይሓድገልካን እዩ እዚኣ ከኣ ኣብ እግሪ መገደይ እንታያ ናይ ቀሺ ድያ ክትኮነልና ደልያ ከይትብሉኒ ግን you get um, what you send ምሻለካ እቲ ስኻ ናብ ካልእ ትፍንዎ ዘለኻ እሱ እዩ ዝምለሰልካ ኩሉ ግዜ እንድሕር ኔጋቲቭ ኮመንት ሓድግ ኮንካ ኔጋቲቭ ከዓ ኩሉ ክፀንሓካ እዩ እዚኣ ከዓ ናተይ ኢልኩም ሓዝዋ ኔጋቲቭ ጸሓፍ ማለተይ ኣይኮነን ኣይትጽሓፍ ማለ ግን ኣጋባብ ኣሎ እዚ ተጋጊኺ ከብዚ ኣያ ናተይ ርእይቶ ክትብልን ናብ ጸርፊ ክትኣትውን ወይ ናብ ዘይከውን ጉዳይ ክትኣትውን ናብ እንታይ ዝበሃል እዚ ምንኣስ ድዩ ገለ ድዩ እንታይ ኣምጽኦ እንታይ ኣምጽኦ ኣበይ ትፈልጠኒ ኣበይ ትፈልጠኒ ተረዲኹምኒ ስለዚ ኣብ ባይ ጥራይ ዘይኮነስ ኣብ ካልእ ከማን ክንጥንቀቕ ይሕብረኩም እያ ካባኹም ፈሊጠ ገለ ኣይኮንኩን ግን ንዓኻ ንዓኻ ኢኻ ትጎድእ ዘለኻ ንዓይ ኣይኮንካን ጎዲእኻ ኣነ ብኣ ከለኹ ኤዲት ዝድምስሳ ግዜኻ ኣጥፊእኻ ኣላ እቲኣ ኮመንት ውሑድ እዩ ሓቂ ሓይሽ ኣብዚ ዩቲዩብ ፕሊዝ ኣብቲ ቲክቶክ ይኽፉእ ብኸምኡ ከዓ ቲክቶክ ሓዲገዮ ብርካ ኣብኡ ውይ ከም ገለ ሕማም እዩ ኣብኡ ሓዲገዮ በቃ ከሲሮም እንዲኦም ተዓዊቶም በቃ መን እዩ ተዓዊቱ እንድዒ እሳቶም እቲኦም ኣብኡ ዘለዉ ድዮም ተዓዊቶም ወይ ኣነ ወይ ከሲሮም ድዮም ኣይርድኣንን እዩ ግን ብዘየገድስ ሓዲገዮ ኣይ ቦታይ ኣይኮነን ብሕጂ ከኣ ክሪኦ እየ ማለት እዩ ምስቲ ዘሎ እየ ዝከይድ ኣነ ኣብ ዝኮነ እቲ ቪድዮታት ሓደ ኣርእስቲ እንድሕር ተራእዩ ናታ ኣርእስቲ ዝያዳ ከምጻልኩም እየ እቲ ሓደ እንድሕር ዘይተረኣየ ከኣ ካልእ ኣይምጻልኩም እየ በቃ ስለዚ እቲኦም ኖኖ ንሕና እዚኣ ኢና ንደሊ ትብሉ ኮንኩም ውሑዳት እንድሕር ኮንኩም ከኣ ከምቲ ዝበልኩኹም ክትገብሩ ኣለኩም ከም ዝረኣይ ክትገብሩ ኣብቲ ሜምባርሺፕ ዲኹም ትኣትዉ ወትኤቫ ብዝኾነ መገዲ ስኒ ናትኩም ክፍሊት ክተምፁ እዚ ከዓ ወላ ሓደ ዘሕፍር ኣይኮነን ብነፃ እቲ ህዝቢ ክትረኽቦ እንድሕር ደሊኻ ከዓ እስኻ ከማን ናትካ ክፍሊት ትኸፍል ክፍሊት ናትካ ከዓ ሼር ምባል እያ ላይክ ምሃብ እዩ ኮመንት ጥዑይ ምፅሓፍ እዩ ካላስ ወላ ሓደ ዊን ዊን ሲትዌሽን ከምኡ ጥራይ እዩ ዘሎ ኦኬ እዚ ከዓ ወላ ሓደ እንታይ ክትከስቢ ደሊኺ ዶ ገለ ዶ እንድሕር ትብል ኮንካ ከዓ ዋእስኻኸ ብዓቢኡ ብነፃ እንዲኻ ደሊኻዮ ዘለኻ እቲኦም ብነፃ ዝደልይዎ ከዓ እዮም ከምኡ ዝዛረቡ እቲኦም ናይ ገንዘብ ክፈልጡ ዝደልዩ እዮም ከዓ ከምኡ ዝፅሕፉ ብዙሕ ግዜ ኢትስ ሶ ኣምቢሊቭብል ኣነ እኳ ብዙሕ እንድየ ዝርኢ ዘለኹ ባእ ናይ ገንዘብ ክትፈልጥ እንድሕር ደሊኻስ በዓልቲ ገንዘብ ማለት ኢኻ እሞ ሰብ እንታይ ደኣኒ እዚ ዝብሎ ዘለኹ ይጎድኣካ እስኻ ዶ ብጥርሑ ሰሪሕኻ ኢኻ ገንዘብካ ኣኪብካ ዘለኻ ሶ ፓራዶክስ እዩ እቲ ትብሎ ዘለኻ ዩ ኖ ሶ ብጥርሑ እስኻ ካብ ዘይትሰርሕ ካልእ ሰብ ከዓ ብጥርሑ ክሰርሓልካ ኣይትድለይ ኦኬ ቴንክ ዩ I know ገሌኹም ክትጸልኡኒ እንዲኹም በዚ ግን ከይጽላእ ኢለ ከኣ ኣፈይ ዝሕዘሉ መኽንያት የለን ሓቂ ሓይሽ ብርከ why ስለምንታይ I it's a free spirit free mind freedom of speech ዝበሃል ኣሎ ዝርድኦ ክርድኦ እንድዩ ከማን ክመሃረሉ እዩ ዘይርድኦ ከኣ ኣይርድኦን እዩ ኣብኣ ከኣ ክረክባ እዩ በቃ ቻው ቴንክ ዩ እቲ ህይወት ክምህሮ እዩ ብሓፂሩ ቴንክ ዩ ባይ ኣነ ይኮንኩን ኣነ ይኮንኩን ዝምህረኩም እቲ ህይወት እዩ ንባዕሉ ዝምህረና ኩሉ ግዜ ሰብ ክሳብ ውሱን ግዜ እዩ ክሕግዘካ ዝኽእል ቀጻሊ ግን እንድሕር ሓግዘኒ ጥራይ ትብሎ ኮንካ ስኻ ከዓ ሓንቲ ከይተሕልፈሉ ትፈርሕ ኮንካ ዋ እንታይ ኣምሲሉ ክሰ ሕግዘካ እዚ ከኣ ኖርማል እዩ ሓጥያት ከማን ኣይኮነን ተረዲእካኒ ዕሽነት እዩ ከማን ድሕር ገና ቀጺልካዮ ሓቀይ ከምኡ ንወድኻ ንጓልካ ከምኡ ኣይምሰማኽርካያን እዚ እዩ እቲ ሓቀይ ቴንክ ዩ ባይ ብናተይ ርእይቶ